ኩሉ ወዲ ተባዕታይ ኣብ ህይወቱ እቲ ጠንካራ ወዲ እየ ኢሉ እዩ ዝሓስብ ኣብ ተግባራቱ ዝኾነ ድኽመት ክሳብ ዝረክብ ማለት እዩ ግን ድማ ድኽመት ኣብ ኩሉ ሰብ ዘሎ ነገር እዩ ሰባት ክስካብ ዝኾና ማለት እዩ ኣወዳት ንኾን ኣዋልድ ሰባት ክሳብ ዝኾና ብዝኾነ መንገዲ ንደክም ኢና እዞም ድኽመታት ተባሂሎም ዝግለጹ በብመዓልቱ ኖትስ ለይ ንገብሮም ኣናእሽተይ ስሕተታት እዮም እዞም ስሕተታት እዚኣቶም ተጠራቂሞም ድማ ኣብ ሂወትካ ዓብዪ ለውጢ ከምፅ ዝኽእሉ ማለት እዩ ስለዚ ሎም መዓንቲ ስድሸ ምልክታት ክበካ እዮም እዞም ምልክታት እዚኣቶም ኣብ ፍቕራዊ ሂወትካ ተሪኦም እንድሕር ደኣ ኮንካ ንመፃምድኻ ድኹም ኮንካ ንክትረአያ ዝገብሩ ነጥብታት እዮም ኩልኹም ደቂ ተባዕትዮ እንድሕር ኣትኹም ኮይንኩም ናብ ቻናለይ እዞም ሎማዕንቲ ዝነግረኩም ምልክታት እንድሕር ደኣ ሃሊካ ኮይኑ ክትእርሞ ፈትን ኢኻ እዚኦም ኣሪምካ ትቕፅል እንድሕር ደኣ ኮንካ እዛ ትኽክለኛ መፃምድኻ ርሑቕ ከይኾነ ኣብ ቀረባኻ ክትረኽባ ኢኻ ክብሪ ንዓኹም ንደቂ ተባዕትዮ ዓብዪ ነገር ስለ ዝኾነ እዩ ዘይተኸብረኩም መጻምዲ እንድሕር ሃለያትኩም ፍጹም ሰላም ክተግንዩ ትኽእሉን ኢኹም። ሰላም ክትረኽቡን ዘይክትረኽቡን እትውስንዎ ድማ ንስኹም ስለ ዝኾንኩም ክሳዕ መወዳእታ ሓቢርኩምኒ ጽንሑ ኢኹም። ከይተረደኣካ ስንፍናኻ ካብ ዝገልጽ ኩሉ ግዜ እትሰርሖ ግን ዘይተስተውዕሎ ነገር ተሃለየ ልዕሊ መጠን ዓርስኻ ምግላጽ ንሓንቲ ጓል ኣንስተይቲ ንክትንዕቐካን ሰነፍ ምዃንካ ንክትሓስብን ዝገብራ እዩ። ሓደ ጠንካራ ዝበሃል ወዲ ተባዕታይ ውሳነታት ብምውሳን እዩ ዝፍለጥ። ምግርጫዋት ወይ ድማ ኣብ መንጎኹም ዘይምስምዕማዕ በደላት ክፍጠሩ እንከለው ልዕሊ መጠን ውሽጦ ይገልፅን ጎዲእኽኒ ከምዚ ኮይነ ከምዚ ሕሊፈ እዚ ገይረልኪ ነይረ እዚ ድዩ ኢደይ እኒኡ ብዙሓት ትንታነታት ንሓንቲ ጓል ኣንስተይቲ ዝዝራቡ ጥፋት ክረክብ ከሎ ውሳነ ንምውሳን እዩ ነገራት ዝርኢ እንድሕር ክርሕቃ ዘይግበኦ ኮይኑ ብዘይ ጭቕጭቕ እቲ ጉዳይ ንክፈትሕዎ ኮፍ ኢሎም ምዝርራብ እዩ ዝመርጽ። እንተዘይኮይኑ ግን ዓርስኻ ልዕሊ መጠን ምግላጽ ሓንቲ ጓል ኣንስተይቲ ክትንዕቀካ ካብ ምግባር ሓሊፉ ምንም ለውጢ ዘምጽኦ የለን። እቲ ሰነፍ ወዲ ግን ልዕሊ መጠን ዓርሱ እዩ ዲፈንድ ዝገብር ብዘረባታት ማለት እዩ። ጨቕጨቕ ክፍጠር ከሎ ውሽጡ ኩሉ ሰብ ንክርደኣሉ ብዙሕ ነገር እዩ ዝዛረብ። ኣነ ከምቲ እየ፣ ኣነ ከምዚ፣ ኣነ ከምዘይገበርኩን ገለ ዝብሉ ንባዕልካ መከላኸሊ ዝኾኑ ቃላት ብምውጻእ ዓርሱ ክከላኸል እዩ ዝውዕል። እዚ ድማ ሰነፍ ምዃንካ ንክትሓስብ እዩ ዝገብራ ንሓንቲ ጓል ኣንስተይቲ። ካልኣይ ድማ ሰነፍ ካብ ዘብለካ ሓንቲ ጓል ኣንስተይቲ ክትንዕቀካ ካብ ዝገብረካ ምልክት ኣናእሽተይ ዝመስሉ ግን ዓብዪ ፀገም ዝፈጥሩ ጉዳያት ሸለል ኢልካ ምሕላፍ። ሓደ መዓልቲ ብንእሽተይ ነገር ዲስሪስፔክት ክትገብረካ ከላ እሞ ንስኻ እውን ኢግኖር ጌርካዮ ክትሓልፍ ከለኻ እዞም ሎሚ ኣናእሽተይ ዝመስሉ ፅባሕ ንጎ ተዋህሊሎም ተዋህሊሎም ኣብ ዝኾነ ግዜ ናታ ክብሪ ንዓኻ ዝነበራ ክብሪ ሙሉእ ብሙሉእ ንክጠፍእ እዩ ዝገብር ስለዚ እንድሕር ልሕሉሕ ክትበሃል ዘይትደሊ ኮንካ እሞ ጓል ኣንስተይቲ ክትንዕቀካ ዘይትደሊ ኮንካ እታ ንእሽተይ እታ ንእሽተይ ንዕቀት ፅባሕ ንጎ ብዓብይኡ ገዚፋ ከይተረኣየት ሽዑ ኢኻ ፊክስ ክትገብራ ዘለካ ምንም ተንቲንካ እትሓልፎ ዝግበካ መንገዲ ክህልየ ይብሉን ከም ስለ ዝሓሰበት እዩ ስለ ዝቐበጠት እዩ ወዲ ስለ ዝኾንኩ ጓል ስለ ዝኾነት እናበልካ እትሓልፎ መስመር ከይህሉ ጓል ኣንስተይቲ ኮይነ እየ ዝዛረበካ ዘለኹ ሓንቲ ጓል ኣንስተይቲ ብንእሽተይ መንገዲ ሓደ ግዜ ንዕቐት ተሪኣትካ ኣይትምለስን ዘበት እዩ ብኣቢላ እያ ትቐፅል እታ ዘርእየትካ ዘይኮነት እትገድፋሲ ዓፃፂፋ ብገዚፉ እያ ክተርእካ እትፍትን ካልእ ድማ መብዛሕትኹም ደቂ ተባዕትዮ ተተግብርዋ እያ እዛ ነጥብ እዚኣ ሰብስክራይብ ዘይገበርኩም ሰብስክራይብ ግበሩ ኣነ እውን ሓደ ሓደ ግዜ እዛ ነጥብ እዚኣ ዘይተግብሩ ወዳትስ ጠንካራታት ገይረ እየ ዝሪኦም ነይረ። ግን ብተግባር ክትሪኦም ከለኻሲ እዛ ነጥቢ እዚኣ ስለ ዘይተግበሩ ጥራሕ ስንፍንኦም እናተረእየ ይኸይድ። ሓደ ወዲ ተባዕታይ ሕማቕ ነገር ክርኢ ከሎ ወይ ኣብ መንጎኦም ዘጋጩ ነገር ክፍጠር ከሎ እቲ ነገር ብሰላም ይሕለፍ ኢሉ ክገድፍ ከሎ ስንፍንኡ እናተረእየ እዩ ዝኸይድ። ዝተፈጠረ ይፈጠር ካብ ንጨቓጨቕስ ይትረፈኒ እትብል ወዲ ተኾይንካ በቃ ኢንቪዝብል ኢኻ ትኸውን። ኣተሓሳስባኻ ምህላውካ ፍቕረኛ ተኾይንካ ፍቕረኛኻ ምዃና ትርስዖ ሰብኣያ ተኾይንካ እውን ሰብኣያ ምዃንካ ትርስዖ ኣይትኹርያን ሕማቕ ነገር ኣይትዛረብን ክተጥፍእ ከላ ምንም ነገር ስጉምቲ ኣይትወስድን እትሰርሖም ዘላ ጥፍኣታት ብምልኦም ልክዕ ከም ዝኾኑ ንክትቕበል ኢኻ ትገብራ ጎንፅታት ኣቮይድ ብዝገበርካ ቁፅሪ ከም ዝተቐበልካዮም እያ ትሓስብ ፍቕርኹም ልዕሊ መጠን ክኸውን ከሎሲ ሓንቲ ጓል ኣንስተይቲ ምዝራብ ይኸብደኩም ሕዚ እዚኣ ተተዛሪበያ ተባኢስና ክንውዕል ኢና። ካብ ዝዛረብ ድማ ስቅ ኢልካ ምሕላፍ ይሕሸኒ እትብሉ ደቂ ተባዕትዮ ኣለኹም እዚ ነገር እዚ ኣቋርጽዎ ስንፍናኹም ጥራሕ እዩ ዝዛረብ። ራብዓይ ድማ እዛ ነጥቢ እዚኣ እውን ደቂ ተባዕትዮ ሕዚ ክዛረባ ከለኹ ደስ ዘይክብለኩም ይኽእል እዩ ግን ንሕና ደቂ ኣንስትዮ ብጣዕሚ ዘጽለና እዛ ተግባር እዚኣ ተተግቢርዋ በቃ ፎቶኻ ጸላእኻ በቃ ብዝኾነ መንገዲ ትንዕቐካ እያ። እዚ እንታይ እዩ ገንዘብ ተቐቢልካያ እንተኾይንካ ሓንቲ ጓል ኣንስተይቲ ብጣዕሚ ተፍቅሮ ወዲ ኣሎ ጸጊምዎ ብልተወሰነ ገንዘብ ሓጊዛቶ ሓያል ፍቕሪ ኮይኑ ነይርዋ ብጣዕሚ ኳ ተፍቅሮ ኣብታ ገንዘብ ዝሃበትሉ መዓልቲ ግን ውርድ ይብላ እመን እዩ ትእመኑ ጓል ኣንስተይቲ ንሓደ ወዲ ገንዘብ ተይዋቶ ዝነበራ ክብርን ፍቕርን ይጠፍእ እዩ ይወርድ እዩ ዋላ ተዘይጠፈአ እውን ዓርሳ ለሕሸት ከም ዝኾነት እያ ክተርእየካ እትፍትን ሕዚ ዓርሳ ለሐሸም ምዃና ምርኣያ ይኾነ እቲ ፀገም ኣብቲ ሽዑ ሰዓት ንዓኻ ልወረድካ ከም ልኾንካ ብተግባር ናነገረትካ እያ ትኸይድ ናታ ሓፍሓፍ ምባልሲ ብናትካ ውርድ ውርድ ምባል ከም ዝኾነ እያ ብግልፂ እተርእየካ ስለዚ ቅድመ ሕዚ ተቐቢልኩም እትፈልጡ ተኾይንኩም ብዝኾነ መንገዲ እቲ ኣተሓሳስባ ንክቕየር ዝኾነ መንገዲ ርእይዋ ወይ ገንዘብ ምምላስ ድዩ ወይ ዓበይቲ ውህብቶታት ምሃብ ድዩ ተዘይኮይኑ ድማ ለሐሽኩም ከም ዝኾንኩም ክትርኢ ምግባር ክኸውን ይኽእል እዩ ቅድሚ ሕዚ ተቐቢልኩም ንዘይትፈልጡ ድማ ፍጹም ካብ ጓል ኣንስተይቲ ገንዘብ ከይትቕበል ደቂ ኣንስትዮ ተሊኽን ኣብ ኮሜንት መስክራለይኽን ክብርና እዩ ዝወርድ ዋላ ተፍቅረካ ትኾን እዚ ናይ ፍቅሪ ሕቶ ኣይኮነን ብጣዕሚ ተፍቅረካ ብጣዕሚ ተፍቅራ ክትኸውን ትኽእል ኢኻ ብዘይ ናይ ፍቅሪ ሕቶ ውሽጢ ምእታው ገንዘብ ሓደ ግዜ ተሂባትካ ናንዓቐትካ እያ ትኸይድ ሓምሻይ ድማ ሓንቲ ጓል ኣንስተይቲ ክትንዕቐካ ካብ ዝገብር ነጥብታት ምፍልላይ ትፈርሕ እንድሕር ደኣ ኮንካ እሙ ድማ እዚ ፍርሕኻ እዚ ብግልፂ ዝረአ እንድሕር ደኣ ኮይኑ ዲስርስፔክት ክትገብረካ ከላ ኢቨን ቺት ክትገብረልካ ከላ ወይ ንዓኻ ዝጎድእ ዝተፈላለዩ ነገራት ክትገብር ከላ ስጉምቲ ንምውሳድ እትፈርሕ በጠቓላሊ እዚ ትገብረኒ ሰበይቲ ወይ ፍቕረኛይሲ ሃገድፋ ዶ ነይረ ኢልካ ንዓርስኻ ክትሓትት ከለኻስ ውሽጥኻ ዝሰግእ ተኾይኑ ብሱር ኣይውዕሎን ትብል ተኾንካ ብጣዕሚ ተፍቅራ ተኾንካ ልዕሊ መጠን ሰነፍ ምዃንካ ብዝተፈላለየ መንገድታት ክተርያ ናይ ግድን እዩ በቃ ኢቭን ባዕልኻ ክረአ ዋላ ተዘይገበርካዮሲ ትፍርሕኻ እዚ ብዝተፈላለየ መንገዲ መዓልቲ መዓልቲ ብተሪኦም ጥፍኣታት ግልፅን ክኸውን እዩ ዝገበር ስለዚ ምፍልላይ ትፈርሕ ተኾንካ እውን ሰነፍ ከም ዝኾንካ ኑትስ ናገበረቶ እያ ትኸይድ እቲ ሻድሻይን ናብ መወዳእታን ድማ ንሳ ንክትመርሐካ ወይ ክትውስነልካ ትፅበያ ተኾንካ ሓንቲ ጓል ኣንስተይቲ ትንዕቐካ እያ እዚ ነገር እዚ ብዙሕ ትንታነ ዘድልዮ ይመስለንን ኩላኹም ትፈልጥዎ ኢኹም ፕላን ክተቐምጥ ተለኻ ናታ ውሳነ ትፅበም ብዝተፈላለየ መንገዲ ንሳ መራሒት ክትኸውን እንድሕር ገይርካያ ኮንካ ወድነትካ ከም ዝተመንጠለ ሕሰቦ እዚ ማለት ድማ ንባዕላ ከም ናይ ላዕለዋይ ገዛ ኣካል ትርእላ ማለት እዩ። እዚ እንድሕር ዳኣ ተፈጢሩ ኣብ ሓደ ርክብ ብጣዕሚ ከቢድ እዩ። ምንም ክትግዘኣልካ ኣይትኽእልን ኩሉ ትሰርሖ ነገር ጥፍኣት እዩ። ኢቨን ዘሕጉሳ ነገር ኢልካ ሓሲብካዮ ከለኻ ጥፍኣት ከም ዝኾነ እያ ትሓስቦ። ሓደ ወዲ ተባዕታይ ሊደር እንድሕር ኮይኑ ባህሪኡ ተፈጥርኡ ስለ ዝኾነ ከመይ ከኺዶ ከም ዘለዎ ይፈልጥ እዩ። ሓንቲ ጓል ኣንስተይቲ ሊደር ተኾይና ግን ንስኻ እውን ክትቕበሎ ኣይትኽእልን ኢኻ ንሳ እውን ኣካይዶ ኣይትፈልጦን እያ እዚ ንደቂ ኣንስትዮ የትሕትለኹ ዘይኮነሲ ኣብ ሓደ ርክብ ግን ናይ ግድን እቲ ወዲ ተባዕታይ ክመርሖ ከሎ እዩ ልሐሸን ናይ ምስምማዕ ዕድሎም ልለዓለ ዝኸውን ጥንካረ ማለት ሕዚ እውን ምስ ገንዘብ ከይትተሓሕዝዎ ኢኹም ብዛዕባ ሪስፔክት ኢና ነውግዕ ዘለና ሓደ ወዲ ተባዕታይ ዝኽበር ተኾይኑ ጠንካራ እዩ ማለት እዩ ገንዘብ ሃለዎ ኣይሃለዎ ዓርስኻ በዞም ምልክታት እዚኣቶም ትሪኦ እንድሕር ደኣ ሃሊኻ ኮይንካ ምንም ዓይነት ምኽንያታት ብዘይ ምድርዳር ቅልጥፍ ኢልካ ፊክስ ግበሮ። ምኽንያቱ ሓንቲ ጓል ኣንስተይቲ ፍጹም ምስ ሓደ ድኹም እዩ ኢላ ልሓሰበቶ ወዲ ተባዕታይ ንነዊሕ ግዜ ኣይትጸንሕን እያ። ርክብካ መወዳእታ ክህልዎ ተደሊኻ ቀልጢፍካ ኣስተኻኽሎ። ዓርሱ ዘኽብርን ንዓርሱ ኣብ ቅድሚት ዘቐምጥን ወዲ ተባዕታይ ጥራሕ ኢና ንፈቱን ነኽብርን ካብኡ ድማ ክሳዕ መወዳእታ ክጸንሕ እንገብር። ክሳዕ መወዳእታ ሓቢርኩም እንተጸኒሕኩም ክብረት ይሃበለይ ኣብ ቀጻሊ ካልእ ሓሳብ ሒዘልኩም ክመጽእ እየ ሓቢረኩም ዝጸናሕኩ ሰናይት እየ ክሳዕ መጻኢ ሰላም